ኣቐዲምና ግን ተኻታተልቲ ነባት ሚድያ ምስዚ ናይ ሰዓል ምኽንያት ናይ ድምጺ ምቅይያራት ክህሉ ስለ ዝኽእል ኣቐዲምና ይቕሬታ ንሓትት። ብቐጥታ እምበኣር ናብቲ ሎሚ ዘዳለናዮ መደብ ክንሓልፍ ኢና። ቅድሚኡ ግን ሕጽር ዝበለ ሓበሬታ ኣለና ብፍላይ ድማ ንነበርቲ ወይ ድማ ተቐማጦ ጀርመን ዝኾንኩም ኤርትራውያን እዚ ካውንስል ወይ ድማ እዚ ጀነራል ካውንስል ደስ ስታትስ ኤሪትሪያ ኢን ፍራንክፎርት ኣብ ፍራንክፎርት ዘሎ ናይ ካውንስል ኤምባሲ ናይ ኤርትራ ኣድራሻ ቀይሮም ኣለዉ ኣብቲ ናቶም ዌብሳይት ኣቲኹም ን ክትረኽብዎ ትኽእሉ ኢኹም እንተኾነ ግን ኣብዚ ብሕጽር ዝበለ ኣምጺናልኩም ኣለና ሊዮነር ሽትራሰ ኣርብዓን ኣርባዕተን ሱሳ ሓምሳን ክልተን ሸሞንተ ኣብ ፍራንክፈርት ኣም ማይን መበል ዓሰርተ ሓሙሽተ ደርቢ ይርከብ ማለት እዩ። እዚ ሓድሽ ኣድራሻ ናይቲ ቆንስላት ናይ ኤርትራ ኣብ ፈራንክፈርት ዘሎ ማለት እዩ። ስለዚ ኩላህና ዘይንፈልጦ ሰባት ክንህሉ ስለ ንኽእል ወይ ድማ ዝኾነ ቆጸራ ዘለዎም ሰባት እውን ክህልዉ ስለ ዝኽእሉ በዚ ሓበሬታ መሰረት ነዚ ተዋሂቡ ዘሎ ኣድራሻ ክትብዎም በዚ ኣጋጣሚ እዚ ክንሕብረኩም ንፈቱ። ናብ እቲ ዝቐፅል መደብ ክንሓልፍ ተኸታተልቲ ነባት ሚድያ ሎም መዓልቲ ኣዝዩ ዘሐጉስ ብስራት እዩ ቢንያም ግርማይ ኣብ ጥልያን ኣብ ዝተኻየደ ናይ ሓደ መዓልቲ ናይ ክላሲክ ውድድር ካልኣይ ደረጃ ብምዃን ኣብ ፖድየም ደይቡ ኣሎ ቢንያም ግርማይ ኣብቲ ሚእትን ተሰዓን ሰለስተን ኪሎ ሜተር ንውሓት ዝነበሮ ውድድር ፓስካል ኣከርማን ኣብቲ ሓያል ጥምጥም ዝነበሮ ቅፅበታዊ ውድድር ድማ መበል ካልኣይ ደረጃ ኮይኑ'ዩ ውድድሩ ዛዚሙ። ኣብቲ ንፈለማ ግዜ ውድድሩ ዘካየደ ክላሲክ ውድድር ሻምፕዮን ኣፍሪቃ ሄኖክ ሙሉብርሃን ተዓዋቲ ሻምፕዮን ኣፍሪቃ ሄኖክ ሙሉብርሃን'ውን ንጋንትኡ ኣስታና ኣብ ምሕጋዝ ዝተሰለፈ ኮይኑ ብተመሳሳሊ ግዜ መበል ሓምሳን ሽዱሽተን ደረጃ ሒዙ'ዩ ውድድሩ ዛዚሙ። በዚ ናይ ሎሚ ውጽኢት ቢንያም ግርባይ ንውልቁን ጋንትኡን ሃገራዊት ጋንታ ኤርትራን ሚእትን ሓምሳን ናይ UCI ነጥቢ ረኺቡ ኣሎ። እንቋዕ ሓጎሰና ዮውሃና ዮውሃና ኣብ ውሽጥን ወጻእን ትርከብ ህዝቢ ኤርትራ ቢንያም ግርማይ ብዘመዝገቦ ዓወት ኩሉ ኤርትራዊ ተሓጒሱ ደስ ኢልዎ ንቢንያም ግርማይ ድማ እንቋዕ ሓጎሰካ ክንብሎ ንፈቱ።

ግዝያዊ ምምሕዳር ትግራይ ንኣስታት ክልተ ዓመት ዝፀንሐ እዩ። ሕጂ ድማ ኣብ ትሕቲ ብልፅግና ኮይኑ ኣብ ኣዲስ ኣበባ ብምቕማጥ ዝተፈላለዩ ምስጢራት ዘውፅእ ዘሎ እዩ። ሓደ ካብኡ ድማ እዚ ሕጂ ክዛረበሉ ዝፀንሐ ንሕና ብመደብ ዝሰራሕናሉ ጉዳይ ንመንእሰያት ኤርትራ ካብ ዓዶም ብምውፃእ ንሸጦም ኔርና፣ ብሰምሰርቲ ጌርና ንሸጦም ኔርና፣ ኣብ ደገ ድማ ገንዘብ ዝቕበሉና ሰባት ጌርና ንሐውሎም ኔርና፣ ስለዚ ምስግጋር ደቂ ሰባት ብመደብ ይሰርሕሉ ከም ዝነበሩ ባዕሉ ይዛረብ ኣሎ። ሕጂ ንነብሱ ሓራ ንኸውጽእ ጀነራላት ትግራይ ወይ ድማ ኣዘዝቲ ሰራዊት ትግራይ እዮም ነዚ መደብ እዚ ዝውዕልዎ ወይ ድማ ዝገብርዎ ነይሮም ኢሉ ይዛረብ ኣሎ። እንተኾነ ግን ንሱ ምስኦም ነይሩ እዩ። ንሱ ተሓባባሪ ነይሩ እዩ። ስለዚ እቶም ትማሊ ነዚ ከም መሸቀጢ ፖለቲካ እናገበርኩም ሻዕቢያ ንመንእሰያት ኤርትራ ክሳብ ተሰነይ መኪና ጸጺዑን ይሸጦም ኣሎ ትብሉ ዝነበርኩ ምድረ ጠላማት ሓሰውቲ ግብረ ሽበራውያን ባዕሉ ጌታቸው ረዳ ንሕና ኢና ንገብሮ ኔርና ንሕና ኢና ንመንእሰያት ኤርትራ ንሸጦም ወይ ድማ ንልውጦም ኔርና ኢሉ ይዛረበልኩም ኣሎ ሕጂኸ እንታይ ክትብሉ ኢኹም ሕጂ ከኣ መልስሉ መልሲ ሃብዎ በዚ ኮይኑ በቲ ግን መንሰይን ህዝብን ኤርትራ ክትነቅሕ ክትክእል ኣለካ ኩሉ እቲ ዝግበር ዘሎ ንጥፍኣት ህዝቢ ኤርትራ ማዕረ ክንደይ ኣዝዩ ሓደገኛ ምንባሩ ንኩሉ ሰብ እንዳበርሃሉ ይከይድ ኣሎ ማለት እዩ ንጌታቸው ረዳ ግን እዚኣ ክንጋብዞ።
ሓወስቲ ሰካራማት ቤት መን እዩ በኪልዎ እንተልካ ቀንዲ በከልቲ ቀንዲ በከልቲ እየ ክነገረካ ማለት ኣብ ትግራይ ቀንዲ እውን ተሓሰብቲ እዮም ንቐፃላይ ታሪክ ክሓቶም እዩ ፕሮፌሰር ክንደያ ቁፅሪ ሓደ እዩ ስርቂ ዘምሃሩ ተጎቲቶም ዝመፁ ብውስኪን ካቲካላን ብዞም ሓወስቲ ሰካራማት ጌታቸው እውን ብተመሳሳሊ ንሰካራም እንታይ ኢኻ ትብሎ ሰካራም ዋ ዝሰቲ ሰብ እኮ እንኳን እንደ ህዝቢ ክመርሕ ስድሩ ከመይ ከም ዝገብረ ነይትፈልጥ እንዲኻ ሰኺር ተመፂስ ቧዛ ሃብኒ ማይ ወስኽለይ ርእስኻ እኮ እዩ ዘዋቕዐካ እናተፈእ ዝኸይድ ሰብ እንኳን እንደ ሰብ ክመርሕ ንባዕሉ ክትመርሖ ኣይጥዕምን ዝሰቲ ሰብ ብዝኾነ ካብ መጠን ንላዕሊ ዝሰቲ እየ ክብለካ ከለኹ ዝሰቲ ሰብ ሲ እኳ እንዳ ክመርሕስ ክምራሕ ኣይኽእል እዩ ክትመርሖስ ተኸኺ ዘብለካ ኣብቲ ኣኼባ ሰኺሮ ኣሎ ይቕበሉ ስለዚ ሙቕ ክብሎም ከሎ ከምቲ ዝበሎ ጌታቸው ሙቕ ሲለኝ ሙቕ ክብሎ ከሎ ፅቡቕ ይናገር ድሕሪ ሰዓት የለን ባዕሉ እቲ ሕሕት ከምኡ እዩ ዝገብሮ ሕሕት እየ ዝብሎ እቲ ጫት ይበሃል ከምኡ እዩ ዝገብሮም ፅቡቕ ፅቡቕ የርእዮም ዳሕራይ ደሊቶሞ እንታይ ዋ እንታይ ዶ ተዛሪበ እየ ይመፅእ ከምዚ እንዳበልና ክልተ ዓመት ሰለስተ ዓመት ተቋፂርና ኣናጊዖምና ይመላእ ይተካ ሓንቲ ትግራይ ንኢሳት እናኢልና ዋጋ ዝኸፈልናላ ሰለስተ ኣርባዕተ ወለዶ
ብሓቂ ፅቡቅ ገይሩ ገሊፅዎ ኣሎ እንተኾነ ግን ኣብዚ ኣዲስ ኣበባ መፅኡ ምሕካሉ ኣብኡ ምህዳሙ ብጣዕሚ ፅቡቅ እዩ ንኤርትራውያን ብጣዕሚ ጽብቅ እዩ ምክንያቱ እቲ ክሳብ ሕጂ ተደቢቁ ዝነበረ ዘይተሰምዐ ምስጢራት ሕጂ ቶጎግ ቶጎግ ይብል ኣሎ የውጽኦ ኣሎ ምክንያቱ ሓንቲ ቮትካ እንዳ ሰደድካ ትማሊ እንታይ ኢካ ጌርካ ኔርካ ኣብ ልዕሊ ኤርትራ እንታይ ዓይነት ውዲት ጌርካ ኔርካ እናበልካ ኩሉ እቲ ምስጢራት ክወጽእ ሚእቲ ካብ ሚእቲ ብዙሕ ተኽእሎታት ስለ ዘሎ ማለት እዩ። ስለዚ ጌታቸው ረዳ ናብ ኣዲስ ኣበባ ምምፅኡ ብዙሕ ምስጢራት ኣብ ልዕሊ ኤርትራ ተደጒሉ ዝነበረ ከውፅእ ጀሚሩ ኣሎ። ጌና ብሕጂ እውን ከውፅእ እዩ ማለት እዩ። በዚ ኮይኑ በቲ ግን ፅቡቕ ገይሩ መሊሱ ኣሎ ማለት እዩ። ኣብዚ ግዜ እዚ ኢትዮጵያ ኣብ ሕማቕ ኩነታት ወይ ድማ ኣብ ኣዝዩ ኣሰካፊ ኩነታት እያ ዘላ። ምክንያቱ በዚ ናይ ጥዕና ምክንያት እዞም ኣብ ትሕቲ ሚኒስትሪ ጥዕና ዝሰርሑ ሓካይም ከቢድ ኣድማ ኣብ ምግባር እዮም ዝሸባሸቡ ዘለዉ። ምናልባት ካብ ፅባሕ እውን እቲ ኣድማ ብሃገር ደረጃ ክካየድ ይኽእል ይኸውን። እንተቲ ብዛዕባ ባሕሪ ምስ ኤርትራ ኩናት ክገብር እዩ ምስ ኤርትራ ከምዚ ክገብር እዩ ዝበሃል ዘረባታት ግን ብፍጹም ተኣምር ኣቢይ ነብሱ ክኢሉ ወይ ድማ ንኢትዮጵያ ወኪሉ ኣብ ልዕሊ ኤርትራ ኲናት ክገብር ዓቕምን ብቕዓትን የብሉን ክሓስቦ ውን ኣይክእልን እዩ እንተኾነ ግን ናይ ጊላን ጎይታን ናይ ተለኣኣኺ ምዃን ባህሪ ስለ ዘለዎ ግን ግበር እንድሕር ኢሎሞ ግን ዘይውዕሎ ኣይኮነን ንዕኡ ንመራጎዲ ድማ ነዛ ቪድዮ እዚኣ ናባኹም ከብላ እየ። ፋራ መሬት ላይ ተሰብስቦ ያለው ሚስጥሩ ምን መሰለህ

እዚ ከምዚ ንሰምዖ ዘለና እዩ ንሱ እዩ ከኣ እቲ ሓቂ። ግበር እንድሕር ኢሎሞ ወይ ድማ ኩናት ክፈት እንድሕር ኢሎሞ ጥራይ እዩ ክኸፍት ዝኽእል። እምበር ንሱ ባዕሉ ዝኾነ ነገር ረብሓ ሃልይዎ ኣብ ልዕሊ ኤርትራ ዝኾነ ነገር ክገብር ኣይክእልን እዩ። ጽባሕ እውን እንተኾነ እዚ ናይ ሕዋሓት ጉዳይ ካብ ምርጫ ቦርድ ክስረዝ'ዩ ዘይክስረዝ ጽባሕ ውሳነ ክወሃብ'ዩ ብዓብዩ'ውን ከምቲ ዝበልናዮ ብዙሕ ተቓውሞታት'ዩ ዝለዓዓል ዘሎ። ኣብ ኢትዮጵያ ኣብ ኣዝዩ ኣሸጋሪ ኩነታት'ዩ ዘሎ። ንባዕሉ ኣብ ከቢድ ነውጽን ጭንቀትን'ዩ ኣትዩ ዘሎ እቲ ስርዓት ብልጽግና ዝበሃል። ስለዚ እቲ ኲናት ምስ ኤርትራ ዝበሃል ሕልሚ ኮይኑ ይተርፍ ኣሎ ማለት'ዩ። ናብቲ ዝቕጽል መደብ ክነብል ተኻታተልቲ ነባት ሜድያ ናብዚ ቪድዮ እዚ ከብለኩም እየ። ከምዚ ንርእዮ ዘለና እዚ ቪድዮ እዚ እዞም ግብረ ሽበራውያን ኣብ ዝሓለፈ ግዜ ኣብ በዓል ናጽነት ኤርትራ ኣብ ዳስ ዳሳት እናኸዱ ብበትርን ብገለን እናገበሩ ብዙሕ ዕንወታት ወይ ድማ ብዙሓት ሰባት ኣብ ምህራምን ክሳብ ህይወት ምሕላፍን ዝኸይድ ከቢድ ግብረሽበራዊ ናዕብታት ይገብሩ ነይሮም እዮም። ሕጂ ይርድኦም ኣሎ። ይርድኦም ኣሎ። መን እዩ ዝልእኾም ነይሩ? መን እዮም እቶም ኣብ ገዛ ኮፍ ኢሎም በሉዎም ኪዱ ዝብሉ ዝነበሩ? ሕጂ ተሰቂሩዎም። ሕጂ ይርድኦም ኣሎ። መጀመርያ ነዛ ትቕጽል ቪድዮ ንስምዓያ እሞ ገለ ካብቲ ሳዕቤናት ናይቲ ዝሓለፈ እዋናት ከኣ ካልእ ቪድዮ ክነምጽኣልኩም ኢና መጀመርያ ግን ናብዛ ቪድዮ እዚኣ ከብለኩም። ደጋፋይ ነቲ ሓደ ደጋፋይ ከምኡ ንኸውንና ንሕና ነቲ ዝዕግብ ዓገብ ክንብል ኢና ኣነ እንድሕር ዕግብ ኣለ ኮይነ ገማጥሉ ጸገም ዝበሃል የብለይ ኣብ ቃልሲ በደለኛ ሰብ ነዚ ቃልሲ ዝዕንቅፍ ሰብ ይተሃረም ጸገም ዝበሃል የብሉ ንሕና እቶም ተቃለስቲ ግን መሳርሒ ኣብ ጎነ ኣብ ገዝኦም ኮይኖም ዝዛረቡ ኣካላት ክንከውን ንሶም ልኢኾም ንሳቶም ሕማቅ ኣይገብሩን እዮም ሕማቅ ኣይገብሩን እዮም ክሕተቱ ይደልዩን ግን ታይ ከ ብኣና ገይሮም ግን እቲ ንሶም ዝሓስብዎ የመሓላልፍዎ ኣለው ስለዚ ሕጂ ኣብ ገዛ ኮይኖም ንዓካ ነቲ ሕማቅን ፅቡቅን ኣብዚ ትገብሮ ዘለካ ንሶም ክርብሕሉ ስለዚ ኣሕዋት ናይ ብሓቂ መንእሰያት ዋጋ ትኸፍሉ ዘለኹም ይርድኣኒ እዩ ምስ ብዙሓት እራኸብ እየ ኣነ ወረቓቕትኹም ፋሕ ኢሉኩም ዘለኹም ሰባት ይፈልጥ እየ እዚ ጉዳይ እዚ ኣብ ከብድኹም ጼርኩም እናተጻወርኩም ትኸዱ ከም ዘለኹም ይፈልጥ እየ ሕማምና መውጻኢ እዩ ነዞም ሰባት እዚኦም ብመሰረቱ ኣካይዳና እዕሪና ነዚ ቃልሲ ከነዕርፍ ዘይክኢልና ኣብ ዕንክሊል እያ ክትከውን እታ መሬት ማለት እዩ። እቲ ደስ ዝብል ነገር ግን ሎሚ ማሕበራዊ ሜድያ ዋላ ክንከታተሎ ክንሪኦ ከለና ሕጂ ብዙሓት ሰባት ነዚ ጉዳይ እዚ ዝምኩቱ ኣካላት ዝምጉቱ ኣካላት ኣለዉ እዮም። እቲ ደስ ዝብል ነገር ማለት እዩ ካብ ሕጂ ናይ ብሓቂ ኢድ ንኢድ ተተሓሒዝና ነዚ ብድል ሰብ ክንኣልዮ ኢና። እዚኣ ሕዝዋ መንእሰያት መጋበርያ ኣይትኹኑ። ኣሞ ደኣ ድሓር ከእተወኩም እየ ሓሳብና ኩልና ክንህብ ኢና። መንእሰይ ተባሂልካ ግን ሓደ መንእሰይ ከማኻ ዝበሃልን ዘይበሃልን ልኢኹ ኣብ ማሕበራዊ ሜድያ ድላዩ ዝታይ ክገብረካ ኩሉ ሪእናዮ ኢና እቶም ዝልእኹ መን እዮም እቶም ዝለኣኹ መን እዮም ኣብቲ ናቶም ፔጅ ኩሉ ተቋጽርዎ ረእይዎ በጺሕናዮ ኢና ሸረ ይገብርዋን እዮም ንሶም ብመን ደኣ መሳርሒ ዝኾኑ መንእሰያት ኣለዎም። ስለዚ መሳርሒ ኣይትኹን፣ ወናኒ ነብስኻ ኣይትኹን። እሞ ንሶም ከ እንታይ ኢሎም መጹኻዮም? እቶም ከምኦም ዝብሉ በቲ መንእሰይ ቃልስኻ ወንን ሕተት ይብሉ። ንሳቶም ከኣ ተጎምቢሖም ጸንሑኻ በቲ ተጎምቢሖም ጸንሑኻ ማለት እዩ። ስለዚ ሕጂ ንሕና ብርጌድ ንሓመዱ ብመሰረቱ እቲ ቃልሲ ምስ ኩሉ ሰብ ከነራኽቦን ከነላግቦን እንድሕር ድኣ ኮይና ንሕና ሓድሕድና ሕብረት ክህለወና ኣለዎ። ኣብዚ ሕጂ እዋን ትርእይዎ ኣለኹም ኣብ ግሎባል ዘሎ መግለጺ ተውጽእ ገለ ሰባት በቲ ንዕኡ ዘይድግፉ ኤክስ ገይሮም ከውርዱ ትርኢ ከምዚ ክንከውን ንሕና እሞ እዞም ሰባት እዚኦም ከ መን እዮም ነቶም ከምኣ ዝገብሩ ዘለዉ ኣካላት ምሑቕ ምሑቕ ኣቢልካ ምውጻእ ዶ ኣይኮነን ዝቐለና ንዓና ካብ ንሓድሕድና ንባላዕ።
ሐራይ እምባር ተኻታተልቲ ነባት ሜድያ ከምዚ ዝሰማዕናዮን ዝተኻታተልናዮን እዩ መንሰይ መጋበሪ ኣይትኹን መሳርሒ ኣይትኹን ሕጂ ይድርድኦም ዘሎ ኮፍ ኢሎም ኣብ ገዝኦም ኮይኖም በሎ ጨፍጭፎ ቅተሎ ዳሳ ፍርስ የዕኑ ከምዚ ግበር ንመሰልካ ደውበል ብኸምዚ ኮነን መሰል ዝሕተት ብኸምዚ ኮነን ፍትሒ ዝረጋገጽ መሰል ሰብ እናገሃስካ፣ ንሰብ እናሃረምካ፣ እናጨፍጨፍካ ከመይ ጌርካ ኢኻ ንስኻ ፍትሒ እደሊ ኣለኹ ትብል? ኣበይ እዩ ከድሎ እቲ ፍትሑ ትደልዮ ዘለኻ? ኣብ ኤውሮጳ? ኣብ ኤውሮጳ ደኣ ፍትሒ ስኢንካ ዲኻ? ኣብ ኤውሮጳ ደኣ ኩሉ እትደልዮ ተሞክራሲ ኣሎ እንድዩ፣ ኩሉ እትደልዮ ኣለካ እንድዩ፣ እንታይ ትደሊ ኣለኻ ኣብዚ ኤውሮጳ? እዚ ኮነ ኢልካ ነዚ መንእሰይ ኤርትራ ወይ ድማ ነዚ ኣብ ደገ ዘሎ ህዝቢ ኤርትራ ራዕድን ሽበራን ንምፍጣር ጥራይ እዩ። ካልእ ወላ ሓንቲ ዕላማ የብሉን። ፍትሒ ደሊኻ ንኤርትራ ናጽነት ወይ ድማ ራህዋ ከምጽኣላ'የ ትብል ኣለኻ በቲ ንስኻ ትሓስቦ ዘለኻ ባይታ ኣለካ ኣብ መሬት ውረድ ኣብ መሬት ኬድካ እቲ ፍትሒ ክተምጽኦ ወይ ድማ ክትቃለሰሉ ዘለኻ ዕላማ ግበር እንተኾነ ግን መጻወቲ ኣይትኹኑ በቃ መንእሰያት ከምዚኣ እናገበሩ ብሕጂ እውን ክጉስጉሱኹም እዮም ክንደይ መንእሰያት ህይወቶም ተዘሪጉ ተበላሽዩ ፍቆዶ ፋሕፋሕ ኢሎም ፍቆዶ ግዳም ሓደር ኮይኖም ካብ ገዛ ተሰጒጎም ካብ ስራሕ ተሰጒጎም ዘርሞ ዘርሞ ኮይኖም ይነብሩ ኣለዉ መጻኢ ዘይብሎም ኮይኖም ይነብሩ ኣለዉ ስለዚ ኣስተውዕሉ ተጠንቀቁ መንእሰያት። ገለ ካብኡ ድማ ንኣብነት ናብዚ ቪድዮ እዚ ከብለኩም እየ። ናብዚ ቪድዮ እዚ ከብለኩም እየ እሞ መምሃሪ ክትከውን ርኣይዋ።
ኪድ ደቂ ከዕቢ ደቂ ከዕቢ ኣውሾሽ።
እዚ ንርእዮ ዘለና ቅድሚ ሕጂ ረኣይዎ ኣብዚ ሰማያዊ ክዳን ተኸዲኑ ባንዴራ ኣብ ርእሱ ኣሲሩ ኣብዚ ክንርእዮ ዝጸናሕና ዕግርግር ባእሲ ብበትሪ ምህራም ዝሳተፍ ዝነበረ ሰብ እዩ። ሎሚ ግን ኣብ ከምዚ ደረጃ እዚ ወዲቑ። መን እዩ ተሓታቲ? እቶም በሎ እቶም ከምዚ ግበር ኢሎም ዝለኣኽዎ ሰባት፣ እቶም ትማሊ ንፍትሒ ወይ ድማ ንነብስኻ ደው በል ተቓለስ ኢሎም ዝጎስጎስዎ ሰባት ንሶም ጽቡቕ ኣለዉ። ምስ ደቆምን ምስ ስድርኦምን ጽቡቕ ይነብሩ ኣለዉ፣ ጽቡቕ ይበልዑ፣ ጽቡቕ ይረግጹ፣ ጽቡቕ ይሰትዩ ኣለዉ። ከም በዓል እዚኦም መንእሰያት ግን ትርእይዎም ኣለኹም ሕጂ ሂወቶም ተበላሽዩ ኣብ ጽላለ መንገዲ ኣድሂብሎም ኣብ ከምዚ ደረጃ ወዲቑ እዚ መንእሰይ እዚ ኣብ ከምዚ ደረጃ እዚ ክወድቕ ብጣዕሚ የሕዝነካ እዩ ደስ ኣይብለካን እዩ በቲ ንሱ ዝገበሮ ተግባራት ብጣዕሚ ከቢድ ገበን እዩ ኣብ ልዕሊ ህዝብን መንግስትን ኤርትራ ብፍላይ ድማ ኣብ ደገ ዝነብር ህዝቢ ኤርትራ ራዕድን ሽበራን ንምፍጣር ትማል ንግሆ ከምዚ ትርእይዎ ዘለኹም ወጺኡ ሎሚ ግን ብኸምዚ ንርእዮ ዘለና ኣገባብ ከኣ ህይወቱ ኣብ ከምዚ ደረጃ እዚ ወዲቑ። ስለዚ ነቶም መንእሰያት ዘደናገርኩሞም ይቕሬታ ሓቲትኩም ህይወቶም ንኸየባላሽዉ መዓድዎም። ነዚኦም ከምዚኦም ዝኣመሰሉ ሰባት ከኣ ሕጂ እስከ እቲ ሓቀኛ ህይወቶም ምለስሎም። ኣጆኹም በልዎም። መን እዩ ዝሕግዞ ህጂ ነዚ መንእሰይ እዚ? መን እዩ ኣጆኻ ዝብሎ? ቁሊሕ ኢሉ ዝጥምቶ የለን። ቁሊሕ ኢሉ ዝርእዮ ሰብ የለን። ኣብ ከምዚ ደረጃ ክወድቁ ከለዉ መንእሰያት ግን ብጣዕሚ የሕዝነካ ስለዚ ብዝተካእለኩም መንእሰያት ኣብ ከባቢኡ ተለኹም ውን በጃኹም ሓግዝዎ ንሕና መንእሰያት ኣብ ከምዚ ደረጃ ክወድቁ ጽቡቅ ኣይስማዓናን እዩ ብጣዕሚ ኢና ንጉሂ ስለዚ ኣይትደናጎሩ መንእሰያት በጃኹም ፕሊስ ሂወትኩም ኣይትዝረጉ መጻኢኹም ኣይተበላሽዉ።
መን ተጸዊዑ ካይ መን ዕብየት ኣድርጋ ሕተ ዶሚኖ ናብ ጸወት ገብካ ዘራ ፖለቲካ ሓውያ ክብረገ ስነ ስርዓት ምግበር ተሓሜን ኔርካ ምስ ቢናን ገዛ ከፊትካ ሓውኻ ምዃነ ዘይዝክር ሽዑ ከኽብረካ ከም ዓብይ ሕጂ ከም ዓብይ ሬካ ናኻ ቆልዓ ይንዕቐካ ብጣዕሚ

ከምዚ ንርእዮ ዘለና እዩ። እዚ ኣብዚ እዋን እዚ ኣብዚ ቁሩብ መዓልታት ኣብ ከምዚ ደረጃ ዝወደቐ መንእሰይ እዩ። ስለዚ መንእሰያት እንታይ ክትኮኑ ኢኹም ትጽበዩ ዘለኹም? ንምንታይ ኢኹም ህይወትኩም ተመሓይሽሉ መንገዲ ዘይትደልዩ? ንምንታይ ኢኹም ስድራኹም ተኣልይሉ ባይታ ዘይትፈጥሩ? ንምንታይ ኢኹም ኣብ ከምዚ ደረጃ እዚ መጻወቲ ናይዞም ንርእዮም ዝጸናሕና ውልቀ ሰባት ትኾኑ? ንምንታይ ኢኹም ትዕሰቡ? ንምንታይ ኢኹም ትሽየጡ? ንምንታይ ኢኹም ጊላ ኮንኩም ትነብሩ? ሕራይ እምበኣር ተኻታተልቲ ነባት ሜድያ ናብቲ ዝቕጽል መደብ ክነብል ኢና። ብዙሓት ኣብዚ ማሕበራዊ ሜድያ እንተድኣ ርኢናዮ እንታይ ይብሉ ኣለዉ እዚ ጽምዶ ተበጊሱ ዘሎ ምስ ትግራይ ሻዕብያ ፈሪሑ ስለ ዝኾነ ክከላኸለሉ ስለ ዝደለየ ክንሞተሉ ስለ ዝደለየ እምበር ንሓቀኛ ጽምዶ ኣይተበገሰን ዝበሃል ዘረባታት ብዙሕ ዘረባታት ንሰምዕ ኢና። እስከ ነዛ ሓፍትና እዚኣ ከኣ ንስምዓያ። ኣቲ ትግራዋይ ንኤርትራ ክሞተላ ኢሉ ዋእ ዝሞትላ ኣለው ዋእ ዝሞትላ ኤርትራውያን ኣለው ንሃገሮም ዝሞትላ መናእሰይ ኣለው ዝሞተላ መንግስቲ ኣሎ እንዲያም ሱዳንስ ርኢኽዮም እቲ ሽኩረን ሻዕብ ለኤርትርያ ወራይስ ኢሳያስ ኣፈወርቂ ይብልዎ ኣለው

ሕራይ እምበኣር ተኸታተልቲ ነባት ሜድያ ንሎሚ ኣዳሊናዮ ዝነበርና ዝተፈላለዩ ትሕዝቶታት ዘለዎም መደባት ነዚ ዝተኸታተልኩሞን ዝረኣኹሞን ይመስል ነይሩ ኣብ ቀጻሊ ብኻልእ ፍልይ ዝበለ መደባት ክሳብ ንራኸብ ኣብ ዘዘለኹሞ ሰላምን ጥዕናን ንዓኹም ይኹን ርሑስ ቅንያት በዓል ናጽነት ይግበረልና